ሰላም ሰላም ሰላም ኣምላኽ ንዓኻትኩም ይኾን ኣሕዋተይ ቅድሚ እዚኣ ቪድዮ ድራኹም ኣብ ከለኹ እየ ዝሰርሓ ዘለኹ ቀፂለ ሃንደበት ነዛ ቪድዮ ትረኽበ ኣወይ ትረኽብዋ ግን ኣነ ብርኽቲ ተወልደ እየ ዝበሃል ነርስ ሚድዋይፌ በታ ዘለሃና ዓቕሚ ክሕግዝ ዝመፅእ ቅድሚ እዚኣ ቪድዮ ብዛዕባ ሄስትረክቶሚ፣ ምውጻእ ማህጸን፣ ኢልና ተዘራሪብና ኔርና። እሳ ግን ናብያ ደሪኻህኒ ናብዚ ሕጂ ደሃብክዎ ጥዑይ ንምዃን እንታይ ንግበር ወይ ድማ ሄልዚ ላይፍ ስታይል እንታይ ንግበር ምሁር ኣነ ኣብዚ ክዛረብ ደስ ዝብለኒ ፖስቲቭ ነገር ስለ ዝኾነ ስለዚ ኣብዚኤን ቁርብ ነጥብታት ኣለዋኒ ምሳኽን ክዘራረብ እየ ብፍላይ ደቂ ኣንስትዮ ኣሕዋተይ ኣብ ቆልዑት ተዕብያ ከምዚ ናተይ ኣብ ሓዳር ዘለኽን እሞ ኣብ ስደት ዘለኽን እዚታት ኩሉ ተደማሚሩ ንጓል ኣንስተይቲ ከብዳ እንድዩ ግን ከመይ ጌርና ቅልል ኣቢልና ሂወትና ጽቡቅ ንነብር ንእሽተይ ክንዘራረብ ኢና ቀዳማይ እንታይ ለለኹ ኒትርሽን ኣመጋግባና ከም ጓል ኣንስተይቲ ንሕና ማለት እዩ ኣመጋግባና ጓል ኣንስተይቲ ጥዑይ ዝኾነ ኣመጋግባ ንባዕላ ትምገብ ቤታ ትምግብ ተኾይና በቃ ቴስዓ ፐርሰንት ጥዕና ኣብቲ ቤታ ኣሎ ማለት እዩ ኣመጋግባ ግቡእ ዝኾነ ፋት ድዩ እቲ ፕሮቲን እቲ ቬጀቴብልስ ኤንድ ፍሩትስ እንታይ ጌርና ከመይ ባላንስ ጌርና ንመገብ ብፍላይ ንሕና ከም ደቂ ኣንስትዮ ኣመጋግባና ኣብዚኣ ኮች ግበራኒ ክንሕራ ኣሕዋተይ እንታይ ሽሙ ማለት እየ ኣዌር ንኹን ኣምፂኻ ገፍጦ ገፍጦ ደይኮነ ሽዑ ምስ ኣፍሰካ ዝመፅእ ፀቕጢ ደም ዶ ሽኮር ዶ ዋላ ኮለስትሮል ዶ ከምዚ ንብሎ ድልና ብዙሕ ብዙሕ ሕማማት ካብ ከምኡ ካብ ሓሚምካ ሕክምና ተኸናኺንካ ጥዕና። ካልእቲ ብዙሕ ማይ ምስታይ ወላ ንቆልዑት ደቅና ወላ ንባዕልና ማይ ብዙሕ ምስታይ ተኽኢልና ሌሙን እትው ኣቢልና ኣብቲ ማይ ቫይታሚን ሲ ትረክብ ጅንጀር እውን እትው ኣቢልካ ኣነ ከምኡ ድገብር ሻሂ ብደይ ሽኮር ሰቲ ጅንጅብልን ሌሙንን ከዓ ኩሉ ግዜ ኣለዋ ማለት እዩ ብጣዕሚ ነቲ ናትካ እቲ ናትካ ዳይጀስቲቭ ሲስተም ትፈልጣ ዲኸን ዶችን እንግሊሽን ተሓዋዊሱ ኣሸጊርና እዩ ደሎ ኣነ ካብ ብትግርኛ እየ ክዛረብ ዝደሊ ስለዚ ኣብቲ ናህና ዳይጀስቲቭ ሲስተም ናይ ምሕቓቕ መግብና ኣዝዩ ስለ ዝጠቕመና ማይ ብዙሕ ምስታይ ቀዳመይቲ እዚኣ ካልኣይቲ ድማኒ ምድቃስ ዕረፍቲ እስኺ ጓል ኣንስተይቲ ኣነ ማለት እዩ ምስ ቆልዑት ወጊሓ ክሳዕ ዝዓርብ ትምህርቲ ወሰርኩ፣ ኣምጻኹ፣ መገብኩ፣ ክዳን ሓጸብኩ፣ ሰራሕኩ ግን ሳምታይምስ ቴክ ረስት በጥ ኣብ ዕረፍቲ ግዜ ሸሞንተ ሰዓት በጥ ወላ ከዓ ሓንሳብ ቆልዑት ኣፋኒኻ ንሰሙን ሙሉእ እንተ ኤግዞስትድ ቀኒ ደኺመ ቀኒ ምስ ኣፋንኾም ክሳዕ ምሳሕ ንእሽተይ እንድሕር ዝኾነ ዓይንፋሕ ኖርማል መግቢ ሰሪሐተይለ የዕርፍ ምኽንያቱ እንተዕሪፈ ጥዕይቲ ተኾይነ'የ ግቡእ ኣገልግሎት ስድራቤተይ ክህቦም ዝኽእል። ስለዚ ዕረፍቲ ምሉእ ግቡእ ምድቃስ ኣሕዋተይ ብፍላይ ኣብ ርእሲ ርእሲ ሰለስተ ኣርባዕተ ቆልዑ ክልተ ቆልዑ ሒዝክን ንባዕልኽን ዕስራታት ሰላሳታት ኦፍ ኮርስ ሓይሊ ኣሎ ገለ ኣይስማዓካን ደሓር ግን ክሃስየካ ስለ ዝኽእል ምድቃስ ዕረፍቲ ኣብ ስደት ኢና ዘለና ኣሕዋተይ። ሳልሰይቲ ኸኣ ኤክሰርሳይስ ኤክሰርሳይዝ ድማ ተኽኢልካ ተኽኢልካ ማለት እዩ ጅም ኣቲኻ ኤክሰርሳይዝ ክትገብር ፅቡቅ እዩ ምክንያቱ እቲ ኣጋጣሚታት ተተረኪቡ ኣነ ኣብ ሱዳን ከለኹ ኣይገብርን እየ ነይረ ኣብ ዓድና እውን ኣይገብርን እየ ነይረ ኣብዚ ምስ መፃኹ ግን ሕዞም ማንታ ደቂ ጅም ኣትየ ማለት እዩ ብፍላይ ድሕሪ እዚኦም ደቂ ክልተ ዓመትን ገለ ናብ ሳልሳዮ ምስ ቀረቡ በቃ ኣብ ጎረቤተይ ኣላትኒ ኣብ ሰሙን ክልተ ግዜ ተወሓደ ሰለስተ ግዜ ከይደ በቃ ሬላክስ ጅም ብጣዕሚ እዩ ሬላክስ ትገብረካ ስፖርት ምስራሕ ሲ በቃ ዕረፍቲ ዕረፍቲ ክብለክ እንከለኹ ሬላክስ ዝገብረካ ዕረፍቲ ኩሉ ካብ እግዚኣብሔር ካብ ላዕሊ እንዲ ድመፅእ ወይ ሰላም ካብ ላዕሊ ጥራሕ እንዲዩ ተኣነ ድበኩም ሰላም ከምቲ ዓለም ትበኩም ሰላም ኣይኮነን ድበሎ ጎይታ የሱስ ክርስቶስ ሓቂ እዩ ጅም ኪዲ ጥዕና ይብልዒ ቫኬሽን ኪዲ ገለ ኪዲ ብኡብ ሰላም ኣይመፅን እዩ እሱ እንታይ ድገብር ጥራሕ ከምዚ ሪላክስ ዝገብረካ እሞ ኣምላካዊ ሰላም ተለካ ኢንጆይ ትገብሮ ኢካ ሰላም ካብ እግዚኣብሔር ጥራይ ስለ ድኮነት ማለት እዩ ግን ሪላክስ ትከውን ሓይሊ ስማዓካ ፊት ስማዓካ ወላ ተደይ ጎደልካ ትጎድል ምስ መግቢ ምስ ተተሓሓዘ መግቢ ተስዓ ፐርሰንት እዩ ደለዎ ንምጉዳል እቲ ዓሰርተ ፐርሰንት ወይ ዕስራ ፐርሰንት እያ ጂም ከጉድለካ ድኽእል ግን ፊት ስምዓካ ኦኬ እዚኣ ተተረኺባ ዕድል ተለካ ሰብኣይካ ድሕግዘካ ወይ ንስኻ ውን እንተኽኢልካ ማለት እዩ ኣይኮነን ግን ዋላ ፍርቂ ሰዓት ተወሓደ ዎክ ፋስት ዎኪን ቅልጡፍ ቅልጡፍ ዝኾነ ምኻድ ኣነ ግዜ ክረክብ ከለኹ ሰዓት ክልተ ሰዓት ሰለስተ ሰዓት ሱቕ ኢለ እየ ድኺ ኢርፎነይ ይውትፍ መዝሙር ደይ ክሰምዕ ስብከት ደይ ቃል ኣምላኽ ኣውድዮ ደይ ክሰምዕ ሒዘ በቃ ኸይደ ሽዑ ውሽጥኻ ይሰርሕ ከም ዘሎ በርን ኤነርጂ ትገብር ከም ዘለኻ ኣጸቢቕካ ትፈልጥ ኢኻ ማለት እዩ ስለዚ ሬላክስ ትኸውን ስል ኤክሰርሳይዝ ሕጂ ኣሕዋተይ ሳልሰይቲ እንታይ ኢለ ኤክሰርሳይዝ ክኢልካ ዋላ ኪንደር ቫገንካ ሒዝካ ምጉያይ ትጎይ ትኸይድ ትወፅእ ካብ ገዛ ውፅእ ኢልካ ሬላክስ ኮይንካ መፂኻ ሕፅብፅብ ኣቢልካ ሽዑ ቤትካን ሃገርካን ደቅኻን ትኣሊ ማለት እዩ ሪኢኽን ኣብ ጥዕና ምዝራብ ክጥዕም ፖዚቲቭ ኤነርጂ ስለ ዝኾነ ማለት እዩ ን ተራብዒትን ናይ መወዳእታን ከዓ እንታይ ኣላ ረዲዩስ ስትረስ ስትረስ ዲፕሬሽን እዚ ሪዲዩስ ክሳዕ ድኸኣልና ክሳዕ ከይዱ ከይዱ ፀቂጡ ርእስና ድኒኑ ክሳዕ ደስግደና ኣይነፍቅደሉ ጭንቀት ዲፕሬሽን ስትረስ ማለት እዩ እንታይ ንግበር ማኔጅ ስትረስ ተተኻኢሉ ረዲስ ተጉድሎ ምሻሉ ኣነ እዚኣ ካብ ኣምላኽ ጥራሕ የድረኽባ ምክንያቱ ወላ ኢለ ኢለ ኢለ ክረኽቦ ኣይክእልኒ ምስ ኣምላኽ ኣንጊህካ ተሰማሚዕካ እንተጀሚርካ ግን ልብኻን ኣእምሮኻን ብሰላም ኣምላኽ ስለ ድምላዕ ድላይካ ክትሰርሕ ክትገብር ኤነርጂስ ትረክብ እንዲኻ ስትረስ ሽዑ ረዲስ ትገብር ኣቱም ትፅዕሩ ፀሩ ድካበደኩም ናባይ ንዑ ኣነ ከዕርፈኩም ስለ ዝብለካ ሰላም ኣምላኽ ልብኻን ኣእምሮኻን ስለ ድመልኦ ረሊዝ ተጉድል ማለት እዩ ኮነ ኢልካ ኮነ ኢልካ እዚ ተረዲእክ ብፍላይ ንሕና ቆልዑ ንዕቢ ናይ ቆልዑ ሽግራት ዘለና ሓገዝ ዘልም ቆልዑት ንሕና በይንና ኢና ብደይ ስድራ ኢና ዘለና ካልኣይ ድማ ወላ ኣብ ሓዳር ሽግር ዘለና ምስ ሰብኡትና ሽግር ዘለና ባይዘወይ ሰላም ወይ ናትኪ ሪላክሴሽን ዕረፍትኺ ካብ ሰብኣይኪ ወይ ካብ ደቅኺ ወይ ካብ ከባቢኺ ዘሎ ነገር ኣይትጸበይዮ ኣይትጸበይ ናትኪ ሰላም ናትኪ ዕርፍቲ ኣባክን ኣብ ኣምላክክን ጥራይ ስኪ ተዓሪፍኪ ከማን ኢኪ ንሰብኣይክን ንደቅክን ተዕርፍዮ ሳምታይምስ ወላ ኣብ ሓዳር ሕጂ ኣምላክ ተፈቀዶ ደሓን ምስ ሃብተመይ ምስ ሰብኣየይ ማለት እዩ ንመጽእ ንከውን ኢና ከምኡታት ዓቅምና ዝበጻሕናዮ ጣዕምናዮ ድርኣናዮ ክንዛረብ ካብ ሰብኣይካ ኣይኮነን ሓጎስ ወይ ዕረፍቲ ናትኪ ካባኺ ዩ ከመይ ጌርኪ ስትረስ ኣጉዲልኪ ሂወትኪ ማኔጅ ትገብሪ ክትሓስብለኪ እንታይ ዩ what makes you happy ታይ ደሐጉሰኪ ታይ ደዕርፈኪ በቃ ሕጂ ኣነ ይርኢ እንዲ ኣብ ገለ ዩቱባት ደስ ዝብላኒ መግቢ ሰሪሐን ቡን ገይረን ገለ በዚኣ ሪላክስ ግበራ ገለ ክብላ ከለዋ በቃ ፅብቕቲ እሳ ተኮይና ፅብቕቲ ኣነ ሕጂ ዎክ ምውፃእ ወይ ጂም ምኻድ ወይ ምንባብ ወይ ምጽላይ ምስ ኣምላኽ ኮኔክት ምግባር እዩ ንዓይ ሪላክስ ዝገብረኒ ብፍላይ ምስ ኣምላኽ ዝገብሮ ግዜ እሺ ኣትጥዕመኒ በቃ ኣብኣ በቃ ምክንያቱ ሲ በቲ ሓይሊ ዝህበንስ ንኩሉ ይኽእሉ እዩ ምሽ ዝብል ቃል ኣምላኽ ናይ እግዚኣብሔር ሓይሊ እዩ ንዓይ ሞር ደስገረኒ በዚ ከዓ ይፈትዎ ማለት እዩ ስለዚ ረዲዩስ ስትረስ እታ ተሐጉሰኪ ግበሪ ምስ ደቅኺ ስለዚ ኣሕዋተይ ኣጆኽን ነብስኽን ሓልዋ ነብስኽን ፍቐዳ ነብስኽን ርኣያ ኣብዚ ኣቦ ኣደ የለን ሓትነ ኣሞ የለን ቆልዓ ደርቢኻላ ወይ ሓግዝኒ ትብላ ትጽውዓ ወይ ከኣ ሕዝለይ ትብላ ስለ ደየለ ለይትን ቀትርን መዓስ ንድቅስ መዓስ ንትስእ መዓስ ምስ ደቅና ግዜ ንወስድ እንታይ ጌርና ንሕጎስ ኣብ ዕረፍትታት ግቡእ መደብና ጌርና ፕላንድ ፕሮግራምድ ኮይና ንሕጎሰሉ መንገዲ ብፍላይ እዚ ስትረስን ዲፕሬሽንን ንብዙሕ ሰብ ገዛ ዓጽይዎ ኣድኒንዎ ኣብ ሞባይል ኣብ ገለ ኣስጊድዎ ደሎ ነገር እዩ ብቀሊል ዝረኣ ኣይኮነን ኣሕዋተይ ብፍላይ ጓል ኣንስተይቲ እሞ ከኣ ትጥንስ እሞ ከኣ ትሓርስ እሞ ሆርሞን ፐሬድ ወርሓዊ ድመጻ ወይ ከዓ ናብ ሞኖፖዝ ገጻ ትኸይድ ጓል ኣንስተይቲ ፍላክቹዌሽን ናይ ሆርሞን ኣሎ ምውራድ ምድያብ እዚ ኩሉ ተሓዊስዎ ድማ ከምዚ ሕጂ ግዜ ሕጂ ንሕና ኦክቶበር ኣለና ወርሒ ዓሰርተ ናብ ቪንተር ናብ ናይ በረድ ግዜ ናብ ቁሪ ግዜ ኢና ንኣቱ ደና እዚ ከኣሞ ስፔሻል ኣቴንሽን ዘልዮ ግዜ በቃ እቲ ኩነታት ኣብ ደገ ዘሎ ጸልማት፣ Darkness፣ ማለትሲ እቲ ግዜስ ጸሓይ ደይትወጸሉ ግዜ ስለ ድኾነ ጸቕጢ ይገብረልካ እዩ። ከመይ ጌርካ ወጺኻ ኣቲኻ ኣብ ገዛኻ Relax ትገብራ እዚኣ ክንሓስበላ ኣለና። ኣነ ሞስት እንታይ ይፈቱ ሽምዓታት ውልዕልዕ ኣቢልካ ግዜ ምውሳድ። ብጣዕሚ ብብርሃን ብልችታት ገለ ምምላእ ብጣዕሚ እዩ ደስ ዝብለኒ። ሽዑ ከምዚ ፍራይሃይት ናጽነት ከምዚ ፍሪ ኮንካ ክትከይድ ትኽእል። ስለዚ እቲ ግዜ ለሊኽን ኩሉ ተኣኻኺቡ ኣብ መን እዩ ዝመጽእ ኣብታ ጓል ኣንስተይቲ እስኺ ዲፕረስድ ተኾይንኪ ስትረስድ ተኾይንኪ ዓቕልኺ ተጸይቡኪ ነብስኺ ክትኣሊ ተዘይክኢልኪ ኣይ ናይ ቆልዓ ክትኣሊ ኣይ ናይ ሓዳር ክትኣሊ ሕዋተይ እዚ ፕሊስ ኣቴንሽን ሃቦ ብጣዕሚ ከቢድ እዩ ካብ ሓሚምካ ሕክምና ተኸናኺንካ ጥዕና ዝመስልዎ የለን ጥዑይ ምምጋብ ማይ ምስታይ ምድቃስ ሙሉእ ግቡእ ዝኾነ ዕረፍቲ ማለት እየ ኤክሰርሳይስ ምግባር ምእታው ምውፃእ ሙሉ መዓልቲ ገዛ ድዩ ምዋል ሙሉ መዓልቲ ገዛ ተውዒልካ ስትረስ ኣለዎ ኣነ ስራሕ ውዒሉ እንድሕር ሰብኣይ መፅኡ ኣሬንጅ ኣሬንጅ ግብር ኣቢለ እሱን ቀያይር ክፅንሐኒ ውፂ ወክ ንዕናይ ገለ ይድብለኒ ወክ ንኸይድ ብሓደ ወይ ከዓ ከምዚኣ ከምዚኣ ግበረለይ ኢለ ከዓ ወፂ ሰዓዴ ገለ ይመፅእ ተሓጋጊዝካ ስለ ድኾነ ስለ ዝርድኦም ማለት እዩ ኣምላኽ ዝድግፍ ሰብኣይ ይሃብካ ዶ ንዓ ንኹሉ በብግዜኡ ክንዘራረበሉ ኢና ንኹሉ ዝረድእ ግን እግዚኣብሔር ስለ ድኾነ ከምዚኣ ጌርና ማኔጅ ንግበር እዚ ሰለስተ ወርሒ ብፍላይ እዚ ናይ ቪንተር ግዜ ናይ ፅልማት ግዜ ፀልማት ክብለክንሲ ዱንክለሳይት እንታይ ክብለ እዮ እሞ ከምዚ ፀልማት ናይ ኣጋንንታዊ ደይኮንኩሲ ጸልማት ናይ ግዜ ናይዚ ቪንተር ናይ ዌዘር ማለት እዩ ኣብዚኣ ኣቴንሽን ንነብስና ሂብና ሓንቲ ከምኡ ትብለኒ ነይራ ሰዲዳትለይሲ ቤኬ ላትኒ ሕጂ ደኣ ጠስ መንግዓቲ ናይ ተውሕዲ ቆልዑ ሰዓል ወዲ ሰዓል ኪሓምኹ ገሊላ ህንስ ብጣዕሚ ደስ ኢሉና ንወላኹም እየ ትገብር ጡይ ጡይ ኣቢልካ ንደቅኻ ምሻሎ ከመይ ጌርካ ዋርም ኣውዒ ተብሎም ንርእስኻ ከዓ So ካባይ ንላዓሊ ንፉዓት ጀጋኑ ብርቱዓት ኣለኽን just ኣነ ከምቲ ካባኽን ዝጥቀሞ ኣነ ካኣ ንእሽተይ ክጠቅመክን ስለ ዝደለኹ እየ እምበር ኣነ ውን ሕልፍ ሕልፍ ኢለ ርኢ እንድየ ኣብዚ ቲክቶክ ኣብዚ ዩቱብ ደስ ዝብለኒ ብዙሓት ጀጋኑ ኣለኽን ግን ነታ ሓንቲ ከማን ገዝኣ ተዓጽያ ደላ ክንበጽሓ ስለ ዝግብኣና ግን ሓሳበይ ሼር ድገብር ዘለኹ ሶ ጥዑይ ንምዃን እዘን ኣርባዕተ ነገር ምግባር የለየና እዩ ኣምላኽ ሰማይ ይባርኽክን ሰላም ኣምላኽ ንኣእምሮኽንን ንልብኽንን ይምላኣዮ ንቤትክንን ናትክን ዘበለ ኹሉ ናይ እግዚኣብሔር ሰላም ይምላኣዮ ሰላም ይቆጻጸሮ እግዚኣብሔር ይባርኽኩም ክሳዕ ብኻልእ ቪድዮ ንመጽእ